ሓቂ ንምዝራብ ናይ ሎሚ ቪድዮ ወዲ ተዝኸውን ነይረ ብተግባር መርኣኹኹም ነይረ ግን እንታይ ይገበር ጓል ስለ ዝኾንኩ ነዚ ክገብር ኣይፍቀደለይን ኣብዛ ቪድዮ ግን እንታይ ክትገብር ከም ዘለካን ካብ ምንታይ ጀሚርካ ኣበይ ክትውድእ ከም ዘለካን ኣጸቢቑ ዘረደኣካ ቪድዮ ሒዘ እየ መጺኤ ዘለኹ። ንሓንቲ ጓል ብቐሊል መንገዲ ከመይ ከተዛርባ ከም ዘለካ፣ ከመይ ክትቀርባ ከም ዘለካ ዝሕግዘካ ቪድዮ እየ ሒዘ መጺኤ ዘለኹ። ሓደ ደፋር ወዲ ክህሉ ይኽእል እዩ ናብ ደቂ ኣንስትዮ ብቐሊሉ ዝቐርብ። ዋላ እዚ ወዲ እዚ፣ እዚ ደፋር ዝበሃል፣ ኣብቲ ናይ ብሓቂ ዘፍቀረሉ ግዜ ፈራሕ እዩ ዝኸውን። ናብኣ ንምቕራብ እግሩ ክኣብዮ ይኽእል እዩ። ምኽንያቱ ኣብ ፍቕራዊ ርክብ ወይ ኣብ ፍቕሪ ውሽጢ ኩላትና ናብ ዝፈታናዮም ሰባት ንምቕራብ ንፈርሕ ኢና። ምፍራሕ ድማ ኖርማል ዝኾነ ናይ ተፈጥሮ ገጸ ባህሪ እዩ። ስለዚ ኣብ ፍቕራዊ ርክብ እዚ ጸገም እዚ ኣባኻ ጥራይ ዘይኮነ ኣብ ኩሉ ሰብ ዘሎ ስለ ዝኾነ፣ እቲ ኣገዳሲ ሕቶ ካብዚ ፍርሒ እዚ ክወጽእ እንታይ ክገብር ኣለኒ ዝብል ምምላስ እዩ ዘለካ። ኣብዚ ናይ ሎሚ ቪድዮ ብቐሊሉ መንገዲ ኣየናዩ ናብ ሓንቲ ጓል ንምቕራብ ድዩ ናብኣ ከይድካ ምሕታት ዘኽእለኒ ዝብል ክምልሰልካ እየ ሄቨን እየ ምሳኹም ዘለኹ ከመይ ኣለኹም እንቋዕ ብደሓን ናብዚ ቻነል መጻኹም እንዳበልኩ ኣብዚ ቻነል ሓደሽቲ እንተለኹም ሳብስክራይብ ክትገብሩ ነቲ በብጊዜኡ ዝፍንወልኩም ቪድዮታት ብቐሊሉ ንምርካብ ድማ ነታ ናይ ቃጭል ምልክት ጠውቕዋ ኢኹም ሰናይ ምክትታል። ቀዳማይ መንገዲ ብቐሊሉ ናብ ሓንቲ ጓል ንምሕታትን ንምቕራብን ዝገብረካ ኣብ ገዛእ ርእስኻ ዘሎ ሕቶ ምስ ትምልሶ እዩ። ንምንታይ እየ ንሓንቲ ጓል ንምሕታትን ንምቕራብን ዝፈርሕ ዝብል ሕቶ ጽሒፍካ ክትምልሶ ትኽእል ኢኻ። ሓሲብካሉ ንምንታይ ዝብል ሕቶ ተዘይመሊስካዮ ሎሚ ዝፈተኻያ ጓል ክትዛረባ፣ ክትቀርባ እንተዘይ ፈሪሕካ ዋላ ካልእ ጓል ትምጻእ ዋላ ብዕድመ እንዳ ዓበኻ ኪድ ፈጺሙ ዘይ ቅየር ስሚዒት እዩ ዝኸውን ስለዚ ንምንታይ ዝብል ሕቶ ብዝተኻእለካ መጠን ክትፈትሖ ክትክእል ኣለካ ሓቂ እዩ ክትሓፍር ትኽእል ኢኻ ግን ከኣ ምሕፋር ከመይ ክትኣልዮ ከም ዘለካ ክትሓስብ ኣለካ ልክዕ ከምቲ ሓደ ነገር ክንደሊ ከለና ፕሮግራም ኣውጺና ንጅምሮ ሕፍረት ካብ ሂወትና ክንኣሊ ድማ መደብ ከነውጽእ ንኽእል ኢና። እዚ ብምልምማድ ክኸውን ይኽእል። እንተ ደኣ ሓቲተያ እንተ ኣብያትኒኸ? እንተ ነጺጋትኒኸ እንዳ በልካ ነቲ ዝመጽእ ነገር እንዳ ተነበኻ ገዛእ ርእስኻ ኣይተጨንቕ። እሱ ዝውሰን ብኣኣ እዩ። ኣባኻ ስምዒት ዘይብላ ክትከውን ትኽእል እያ። ብዙሕ ነገር ክትጽበ ትኽእል ኢኻ። ግን ከኣ ስምዒት ኣባኻ ዘይብላ ክኸውን ይኽእል እዩ፣ ንገዛእ ርእስኻ ግን ጌና ከሎ ነእምሮኻ ከምዚ እንተ ኾይነ ከምዚ ክኸውን እየ ኦቨር ቲንክ እንዳ ገበርካ ነብስኻ ኣይትጉዳእ። ከምዚ ዓይነት ኣመል ከተቋርጽ ኣለካ። ልምምድ ብምግባር ሕፍረት ካብ ሂወትካ ክትኣልዮ ትኽእል ኢኻ። ሓንቲ ጓል ባዕላ ደፊራ መጽያ ክሳብ ትሓተካ ምጽባይ የብልካን ባዕልኻ ምፍታን ኣለካ ስለዚ እቲ ብጣዕሚ ዝቀለለ መንገዲ ኣብ ገዛእ ርእስኻ ዘሎ ሕቶ ምምላስ እዩ እንታይ እየ ዝፈርሕ ዝብል እዩ ናብ ሓንቲ ጓል ክቀርብ ወይ ክሓትት ዘፍርሓኒ ዘሎ ድኹም ጎነይ እንታይ እዩ ኢልካ ብምሕታት መልሲ ክትረኽበሉ እዩ ዘለካ በዚ ዓይነት መንገዲ ሰማንያ ሚእታዊት ጸገም ናይ መፍርሒኻ ክፍታሕ ይኽእል እዩ። ካልኣይ ርእሰ ምትእምማንካ ዘጥፍኡልካ ነገራት ክተቅልበሎም እዩ ዘለካ ናብ ሓንቲ ጓል ምቅራብ ወይ ምሕታት ምስ ትደሊ ኣብ ዓይና እንዳ ረኣኻ ኢኻ ናብኣ ገጽካ ክትከይድ ዘለካ ክሳድካ ኣድኒንካ ኣይኮነን ናብኣ ክትከይድ ዘለካ እዚ ናይ ርእሰ ምትእምማንካ ኩነታት ኣጸቢቅካ ከተበርትዖ እዩ ዘለካ ኣብ ልብና ምፍታው ምስ ዝህሉ ኩላትና ኮንፊደንስ ከነጥፍእ ንኽእል ኢና ንኣብነት ገዛእ ርእስና ብምሕላው ክኸውን ይኽእል እንታይ እየ ክዛረብ እንታይ እየ ክብላ ዝብል ሓሳብ ከጨንቐካ ይኽእል እዩ፣ ግን እቲ ዓቢ ጊደ ዘለዎ ኣብ ከምዚ ዓይነት ኩነታት ገዛእ ርእስኻ ምዃን እዩ። ዘይኮንካዮ ሃፍታም ሰብ ምዃን ኣየድልየካን እዩ፣ ወይ ተዋሳኣይ ምዃን ኣየድልየካን፣ ገዛእ ርእስኻ ኩን። በቲ ትኣምነሉን በቲ ዝተቐበልካዮ መንነትን ሕጉስ ኩን። ዓይኒ ዓይና እንዳረኣኻ ክትቀርባ እዩ ዘለካ፣ እንታይ እየ ከዕልላ ዝብል፣ ደጊም ኣይከጨንቐካን እዩ። ብገዛእ ርእስኻ ትተኣማመን እንተ ኾይንካ፣ ኣብ ጥቓኣ ምስ ቀረብካ ዝኾነ ዕላል ኣይጠፍእን እዩ። ስለዚ ምሉእ ሰብ ዝገብረካ፣ ናብኣ ክትከይድ ከለኻ ርእሰ ምትእምማንካ ዘጥፍኡ ነገራት ክትኣልዮም እዩ ዝግብኣካ። ከምቲ ዝበልኩኹም ናብ ዓይና ክትርኢ ዘፍርሓካ ነገራት ምእላይ። ካልእ ታክቲክ ድማ ሓንቲ ትፈትዋ ጓል ፊት ንፊትካ እንተ መጽያ ካልእ ሓሳብ ክመጸካ ኣይትጸበ። ኣብታ ሓሙሽተ ሰከንድ ውሽጢ ስጉም ትውሰድ እንተ ዘይኮነ ክሓታ ዶ እንታይ ክብላ እየ ዝብሉ ሓሳባት ናብ ኣእምሮኻ እንተ መጺኦም ነዚ ዝተደራረበ ሓሳብ ክተዐሪ ክትብል ክተምልጠካ እያ። ስለዚ ነቲ ዝረኸብካዮ ዕድል ሽዑ ንሽዑ ተጠቀመሉ። ርእሰ ምትእምማንካ ዘጥፍኡ ናብ ኣብ ምቕራብ ዘፍርሑኻ ነገራት ድማ ካባኻ ኣርሕቆም። ሳልሳይ ድማ ንሓንቲ ጓል ብቐሊሉ ክትቀርባን ክትሓታን ዝሕግዘካ ነገር መበገሲ ሓሳብ ምፍላጥ እዩ። ኣብ ክልቲኦም ነገራት ኣብ ላዕሊ ዘልዓልናዮም ነጥብታት ኣጸቢቕካ እንተ ጽዒርካሎም፣ እዚ ሕጂ ነልዕሎ ነጥቢ ኣገዳሲ ኣይኮነን። እዚ ብሓፈሻ ኣብ ፍቕራዊ ርክብ ድዩ? ዋላ ምስ ሓዳሽ ሰብ ክትላለ ከለኻ፣ እንታይ ኢለ ከዕልል፣ እንታይ ኢለ እየ ከዕልላ፣ ብዛዕባ እንታይ እየ ክዛረብ ዝብል ሕቶ ኣይከጨንቐካን እዩ። ንኣብነት ነዚ ንርእየሉ መንገዲ፣ ምስ ሓንቲ ዝፈተኻያ ጓል ቅድሚ ምርኻብካ፣ መበገሲ ሓሳብ ዝኾነካ ነገር ክትሓስብ ትኽእል። ንኣብነት ሓንቲ ጓል እንታይ የሐጕሳ ወይ እንታይ ክትሰምዕ ትደሊ ወይ ንሓንቲ ጓል ብኸመይ መንገዲ ተዕለልካያ እዩ ዝሓሸ ዝኸውን ዝብል እዩ። ምኽንያቱ ነጋቲቭ ሓሳብ ነታ መጀመርያ ትረኽባ ጓል ካልኣይ ግዜ ተመሊስካ ንኸይትረኽባ ዝገብር እዩ። ቀሊል መበገሲ ዕላል ተጠቀም፣ ከም መጽሓፍ፣ ኵነታት ኣየር፣ ባህሊ ዝኣመሰሉ ማለት እዩ። ሽዕኡ ናብቲ ቀንዲ ኣርእስቲ ክትኣቱ ትኽእል ኢኻ። ራብዓይ፣ ናብ ሓንቲ ዝፈተኻያ ጓል ክትሓታ ወይ ክትቀርባ ምስ ትደሊ፣ ክትሪኦን ክትገብሮን ዘለካ ነገራት ክትርስዖም ከም ዘይብልካ ንምንታይ ይጠቕሙኻ መሲልካ? ኣብ መንጎ ክልቴኹም ዘሎ ርክብ ሲምፕል እዩ ዝገብሮ። ንኣብነት፣ ክትሪኣ ከለኻ፣ ተመሊሳ ትርእየካ እንተላ፣ ክትዛረባ ወይ ክትሓታ ደልያ ኣላ ማለት እዩ። ወይ ድማ ኣብኣ ከም ዝተገደስካ ተረዲኤካ ኣለኹ ማለታ እዩ። ብፍላይ ድማ እንዳ ረኣየትካ ፍሽኽ እንተኢላትካ፣ ተመሳሳሊ ስምዒት ኣለኒ ዝብል ናይ ኣካላዊ ቋንቋ ወይ ድማ ቦዲ ላንጉየጅ ተጠቂማ ዳነገረትካ እያ ዘላ ማለት እዩ። ነዚ ዕድል እዚ ካብ ምጥቃም ንድሕሪት ከይትብል። ፍርሕኻ ድዩ ሕፍረትካ ዘቕልለልካ ነገር ካብ ርሑቕ ምርኣይ ምዕዛብ እዩ ዘለካ። ስለዚ ኣብዚ ነገር እዚ ፎካስ ምግባር እዩ ዘለካ። ትርእየና ኣላ ዶ? ፍሽኽ ኢላ ዶ? ሕጂ እንተኸይደያኸ? ኣት ዘ ራይት ታይም ድዩ? ኢልካ ናይ ግድን ምፍላጥ ኣለካ ንኣብነት ሓንቲ ኮፍ ኢላ መጽሓፍ ተንብብ ዘላ እንተኮይና ክትገብሮ ዘለካ ነገር ክትርስዖ ዘይብልካ ናይቲ ተንብቦ ዘላ መጽሓፍ ኣርእስቲ ከተንብቦ ሽዑ ከይድካ ሰላም ምስ በልካያ ብዛዕባ ናይቲ መጽሓፍ ኣርእስቲ ልዒልካ ክተዕልል ከለካ ካብኣ ንላዕሊ ዝያዳ ኣብቲ መጽሓፍ ፎኮስ ከም ዝገበርካያ መጀመርያ ኣእሙራኣ ዝነግራ ሽዑ ተመሊሳ ምሳካ ምዕላል ብጣዕሚ ይቀለላ ማለት እዩ ከምዚ ምግባር ከይትርስዕ ኩሉ ቦዲ ላንጉጅ ኣጠማምታኣ፣ ኣዘራርባኣ፣ ኣካላዊ ምንቅስቓሳ፣ ናብኣ ክትቀርብ ከም ዝደለየት ብብዙሕ መንገድታት ክትነግረካ እያ። ነዚእታት ክትለማመዶ እዩ ዘለካ። ሓንቲ ጓል ትገብሮ ኣካላዊ ምልክታት ብዙሕ ነገር ሓበሬታ ክህበካ ክእል እዩ። ንኣብነት ደልያትንላዶ? ተባሳጭያ ድያ ዘላ? ብዙሕ ዓይነት ስምዒታት ክተንብብ ትኽእል ኢኻ። ንኣብነት ብኻልእ ጉዳይ ኣብ ሕማቕ ኩነታት ከም ዘላ እንተ ተረዲእካ እሞ ኸኣ ክትሓታ መደብ እንተ ኣለካ ንኻልእ መዓልቲ ምቕያር ዝሓሸ እዩ። ስለዚ ክትርእዮን ክትገብሮን ዘለካ ኣይትረስዕ። ናብ ሓንቲ ጓል ክትቀርብ ቀሊል እዩ ዝገብረልካ። ሓምሻይ፣ ናብ ሓንቲ ጓል ንኽትቀርብ ወይ ንኽትሓታ ቀሊል መንገዲ ነቲ ዝረኸብካዮ ዕድል ምጥቃም እዩ። ክልቴኹም ትረኣኣዩላ ወይ ትራኸቡላ መዓልቲ ክትከውን ትኽእል። ወይ ድማ ኣብ ፌስታ ዝኾነ ፕሮግራም ተዳልዩ ክትራኸቡ ከለኹም ነታ ግዜ እቲኣ ተጠቂምካ ቅረባ፣ የዕልላ። ንኣብነት ኣብ ሓደ ብዙሕ ሰብ ዘለዎ ቦታ ንዓኣ ደሊኻ ክትከይድ ኣይትኽእልን ኢኻ ምሽ? በጋጣሚ ክትራኸቡ ከለኹም ግን ኣብኣ ጥራይ ኣቓልቦኻ ጌርካ ከም ዘይመጻኻ ስለ ትፈልጥ ብቐሊሉ ምሳኻ ብዛዕባ እቲ ኩነታት ቦታ ከተዕልልን ክትቀርብን ትኽእል እያ። ንኣብነት ኣብ መንገዲ ክትከይድ ከለኻ ፊት ንፊትካ ተረኺብካያ ዝኾነ ምኽንያት ኣብ ሓንጎልካ ከየምጻኻ ካልእ ሓሳብ ከይደራረብካ የዕልላ ቅረባ ብርእሰ ምትእምማን ማለት እዩ ነታ ሓሙሽተ ሰከንድ ትኸውን ግዜ ወይ ዕድል ተጠቀመላ ምኽንያቱ እዛ ግዜ እዚኣ ሓንሳብ እንተ ሓሊፋ ተመሊስካ ኣይከተምጻን ኢኻ ግዜ ምስ ሓለፈ ንምንታይ ዕድለይ ዘይተጠቀምኩሉ እንዳበልካ ካብ ትጠዓስ ሽዑ ኣብታ ሰዓት ዝተሰማዓካ ስምዒት ናብ ተግባር ምቕያር እዩ ዘለካ።